ሰላም ዝኸበርኩምን ዝኸበርክንን ኣብ መላእ ዓለም ኮይንኩም ነዚ መደብ ትከታተሉ ዘለኹም ሰማዕቲ ብመጀመርታ ልባዊ ዝዕኑ ሰላምታይ ክቕርበልኩም ይፈቱ ካብኡ ብምቕፃል ኣብ ዝሓለፈ ሰዓርን ተሰዓርን ዘይብሉ ሕድሕዳዊ ኩናት ናይጀርያ ዝብል ካልኣይ ክፋል ኣቕሪበልኩም ምንባረይ ዝዝከር ኮይኑ እንሃሌ ሎሚ ከኣ ናቱ መቐጸልታ ሳልሳይ ክፋል ሒዘልኩም ቀሪበ እሞ ሰናይ ምክትታል። ኣብቲ ዝነበረ ናይ ድራር እንጉደት ጀነራል ጋዎን በቲ ዝተኸተመ ስምምዕ ሕጉስን ክመስል ንስምዒታት እጅኩ ንምግምጋም ብፍሕሹ ገጽ ክጻወትን ሓጎሱ ክገልጽን እንከሎ እጅኩ ግን እምብዛ ሕጉስ ኣይነበረን። መጀር ጀነራል ጋውን ሕጂኩ በቲ ኣብ መንጎኦም ዝተኸተመ ስምምዕ ሕጉስ ብዘይ ምንባሩ ንውሽጣዊ መንፈሱ ርግኣትን ቅሳነትን ክህቦ ስለ ዘይከኣለ ኣብ ሓጺር ግዜ ገለ ክምህዝ ስለ ዝነበሮ ድሕሪ ሰለስተ መዓልቲ ነቲ ናይ ኣኩራ ስምምዕ ብተግባር ክጥሕሶ ጀመረ ኦስኻ ነቲ ሰለስተ ክልላት ኣብ ዓሰርተ ክልተ መቓቐሎ እዚ ማለት ሕጂ እኩ ዘመሓድሮ ደቡባዊ ምብራቕ ንክሮስ ሪቨርን ሪቨርን ተባሂሉ ዝጽዋዕ ኣውራጃታት ርእሶም ዝኸኣሉ ክልላት ኮይኖም ከም ዝቖሙ ገበረ። ይኹን እምበር ለተናል ኮሎነል እጅኩ ነቲ ዝነበረ ምክፍፋል ንክልላዊ መንግስቲ ደቡብ ምብራቕ ንምድኻም ዝተወጠነ ሽርሒ እዩ ብምባል ብትሪ ተቃወሞ። ናብ መጀር ጀነራል ጋውን እውን እቲ ውሳነ ቅቡል ብዘይምዃኑን ምምሕዳር ደቡብ ምብራቕን ህዝቢ ደቡብ ምብራቕን ከም ዘይቅበሎ ዝገልጽ ደብዳበ ጸሓፈ። መጀር ጀነራል ጋውን ግን እንዳፈለጠ ዝገበሮ ተግባር ስለ ዝነበረ ኣብ ውሳኔኡ ደኣ ነቐጸ። በዚ ዝተቖጠዐ እጅኩ ንደቡብ ምብራቕ ብናይ ገዛእ ርእሱ ውሳነ ቢያፍራ ዝብል ስያመ ብምስያም ርእሱ ዝኸኣለ ነፃ መንግስቲ ከም ዝተመስረተ ብወግዒ ኣፍለጠ። ብመጀር ጀነራል መዓር ከኣ መንግስቲ ናይ ቢያፍራ ከም ዝኾነ እውን ኣወጀ። ጸኒሑ እውን ክልሉ ካብ ማእኸላይ መንግስቲ ከም ዝተነጸለን ናይ ገዛእ ርሳ መዝሙርን ባንዴራን ከም ዘጽደቐን ብረድዮ ተዘርግሐ። ምስ ናይ ዓለም መንግስታት እውን ብቐጥታ ወግዓዊ ርክብ ጀመረ። ጀነራል እጅኩ ክልሉ ኪኖ ብቁጠባዊ መዳይ ብወተሃደራዊ መዳይ ዝሓየለት ሃገር ንምህናጽ ኣበርቲዑ ክንቀሳቐስ ጀመረ። ብኡ መሰረት ፌደራል መንግስቲ ኣብ ልዕሊ ቢያፍራ ዝኾነ መጥቃዕቲ ከይሓስብ እንተሓሲቡ ግን ሓያል ግብረ መልሲ ከም ዝወሃበን ከም ዝጽበዮን ምፍርራሕ ዝተሓወሶ መጠንቀቕታ ኣመሓላለፈ። እሱ ወሲኹ ኣብ ሓደ ኣጋጣሚ ከምዚ ክብል መግለጺ ሃበ። ሕድሕዳዊ ግጭት እንተጀሚሩ ኣዝዩ ሓደገኛ ዝኾነ ክስተት ክፍጸም እዩ። እዚ ኣብ ቀረባ ግዜ ክጅምር ይኽእል እዩ ዝብል እምነት እውን ኣለኒ ንሕና ንናጽነት ቢያፍራ ንኸፍሎ ዋጋ ክኸውን እዩ ህዝቢ ቢያፍራ እውን ንስለ ናጽነቱ ብኹሉ መዳያት እኹል ዝኾነ ዓቕሚ ዘለዎ ህዝቢ እዩ። ንኹሉ እውን ድልው እዩ። ኣብዚ ከባቢ ዘለዉ ዕጡቋት ሓይልታት እውን ክንደይ ዝኣክል ሓይልን ዓቕምን ከም ዘለዎም ተዓዚብና ኣለና። ንሕና እውን ንስለ ናጽነት ቢያፍራ ምስኦም ናይ ሓባር ስራሕ ክንሰርሕ ኢና ክብል ተሪር መልእኽቲ ኣመሓላለፈ። ከም ሳዕቤን ናይዚ ከኣ ኣብ ውሽጢ ሕደት መዓልታት ኩናት ሕድሕድ ናይጀርያ ተጀመረ። ህዝቢ ብጎዞሞን በቲ ዓጢቕዎ ዝነበረ ኣጽዋርን ሕድሕዱ ተዋደኣ። ካብ ምግንጻል ቢያፍራ ክንረብሕ ንኽእል ኢና ኢሎም ዝሓስቡ ናይ ደገ ሓይልታት እውን ኣብ ጎድኒ እጁኩ ደው ብምባል ነቲ ኩነታት ላምባ ብምምንስናስ ክርቢት ሸርጠጥሉ ንህዝቢ ናይጀርያ ንምብትታን ካብ መርፍእ ክሳብ መድፍዕ ብዝተፈላለየ መኣዝናት ናብ ሃገረ ናይጀርያ ከም ዝኣቱ ገበሩ እቶም ብምግንጻል ቢያፍራ ኣየር ብሓናን እዩ ኢሎም ዝሓሰቡ ናይ ደገ ሓይልታት እውን ምስ ማእከላይ መንግስቲ ወገኑ ሃገር እንግሊዝ ሓንቲ ካብተን ምስ ማእከላይ መንግስቲ ዝወገና ሃገራት ነበረት ምኽንያቱ ኣብቲ እዋን ንሱ ኣብ ሃገረ ናይጀርያ ሰፊሕ ናይ ንግዲ ኢንቨስትመንት ስለ ዝነበራ ምግንጻል ቢያፍራ ረብሓኣ ኣይነበረን። እዚ ማለት ካብ ነዳዲ እትረኽቦ 35 ሚእታዊ ሽያጥ ተጠቃሚት ስለ ዝነበረት እዩ። ስለዚ ረብሓኣ ንምሕላው ምስ ማእከላይ መንግስቲ ደው ክትብል ተገደደት። ኣብ ፖለቲካ ዓለም ነባሪ ጸላእን ነባሪ ፈታውን የለን ከም ዝበሃል እታ ምስ ምዕራብ ኤሮጳን ኣመሪካን ድሙን ኣንጭዋን ዝነበረት ሶቭየት ሕብረት እውን እንተኾነት ምስታ ጸላኢታ ምንባራ ዝነገረላ እንግሊዝ ሓቢራ ደጋፊት ናይ ማእከላይ መንግስቲ ክትከውን ተራእየት። ሃገረ ፈረንሳ እውን እቲ ዋና ፍርያት ነዳዲ ዝኾነ ደቡባዊ ምብራቕ ምስ ዝግንጸል ቀዳመይቲ ተረባሒት ክኸውን ይኽእል ኢላ ስለ ዝሓሰበት ሴፋ መዚዛ ኣብ ጎድኒ እጅኩ ደኣ ደው በለት። እታ ካብ ጥንቲ ጥቅምቲ መሓዛ ሶቭየት ሕብረት ምዃና ዝንገረላ ቻይና እውን ንምግንጻል ቢያፍራ ደገፈት። ካልኦት ከም በዓል እስራኤል፣ ታንዛንያ፣ ዛምቢያ ጋቦንን ኣይቨሪኮስን ዝኣመሰላ ዓበይትን ንኣሽቱን ሃገራት ንምግንጻል ቢያፍራ ደገፈን ክህባ ተረኣያ እዘን ደገፍትን ፈተውትን ናይጀርያ ዝመስላ ናይ ደገ ሓይልታት ንስለ ጠቕመንን ረብሐንን ነቶም ዝድግፍኦም መራሕቲ ንምሕጋዝ ካብ ዝተሓተ ተተኳሲ ክሳብ ዝለዓለ ተወንጫፊ ናብታ ሃገር ከውሕዛ ጀመራ። ውግእ ሕድሕድ ናይጀርያ ክጅመር እንከሎ ምክልኻል ናይጀርያ ናይ ኲናት ነፈርቲ እውን ኣይነበሮን። ድሕሪ ምጅማር ሕድሕድ ኲናት ግን ሶቭየት ሕብረት ሚግ 17 ናይ ኲናት ነፋሪት ዘጠቓለለ ምስ ኣሰልጠንቲ ናብ ናይጀርያ ብምልኣኽ ንምክልኻል ማእኸላይ መንግስቲ ኣባራትዐት። እንግሊዝ ብወገና ንዕኡ ንምሕያል ኣለ ዝበሃል ከበድቲ ኣጽዋር ኣዳለወት። ናይ ሽዑ መራሒ ግብጺ ዝነበረ ከማል ዓብደል ናስር እውን ናይ ነፈርቲ ኲናት ብምልኣኽ ኣብ ልዕሊ ህዝቢ ቢያፍራ ዘስካሕክሕ ደብዳብ ፈጸመ። እጅኩ ብወገኑ ወላ እኳ ናይ ውግእ ነፈርቲ ኣይንበሮ ካብ ፎኮስቲ ክሳብ ከበድቲ ኣጽዋራት ብሳላ ደገፍቱን ሓገዝቱን ኣይሰኣኖን። ፈረንሳ ኪነተ ተኮስቲ ኣጽዋራት ናይ መጓዓዝያ ነፈርቲ ብምስዳድ ወተሃደራዊ ሓይሊ እጅኩ ኣብ ምሕያል ዓቢ ተራ ክትጻወት ከኣለት። እስራኤል ብወገና ብደብ ኣይቨሪኮስት ኣቢላ ዘበናዊ ኣጽዋር ክትሕግዝ ከላ ቻይና እውን ክልተ ሚልዮን ዶላር ዝዋጉ ኣጽዋር ብታንዛንያ ኣቢላ ናብ ሓይልታት እጅጉ ከም ዝበጽሕ ገበረት ዘይሩ ዘይሩ እዚ ካብ ዝተፈላለየ ሃገራት ብዝተፈላለየ ዶባት ናብ ናይጀርያ ዝውሕዝ ዝነበረ ኣጽዋራት ንህዝቢ ናይጀርያ ሕድሕዱ ዘህልቕን ዘጽንትን ደኣ እምበር መግቢ ኮይኑ ካብ ዓዘቕቲ ጥሜትን መከራን ዘገላግል ኣይነበረን። ጸዓድ ግን ብጀካ ብኸመይ ይረብሑ እምበር ህዝቢ ናይጀርያ ብኸመይ ይጸንትን ይሃልቕን ከም ዘሎ ንዕኡ ዘርኢ ዓይኒ ንዕኡ ዘስምዕ እዝንን ኣይነበሮምን እቲ ብስም ፍትሕን ሰብኣውነትን ዴሞክራስን ዝዝምርዎ ዝነበሩ መዝሙር ንይምሰል እምበር ትርጉም ኣልቦ ምዃኑ ኣብ ህልቂት ናይጀርያውያን ብተግባር ዘመስከረ ህሞት እዩ ዝብሉ እውን ኣይተሳእኑን ናይጀርያውያን ንኣስታት 30 ኣዋርሕ ዝኣክል በቲ ሰዓርን ተሰዓርን ዘይነበሮ ኲናት ሕድሕድ ብዘስካሕክሕ ምጭፍጫፍ ተዃሳተሩ ናይ ደገ ሓይልታት ጣልቃ ምእታው እውን ብሓገዝ ኣጽዋር ጥራይ ኣይነበረን እንታይ ደኣ ደቅታ ዜጋ ብሓይሊ ገንዘብ ኣዕሲቦም ወተሃደራዊ ስልጠና ብምሃብ ኣብ ኲናት ሕድሕድ ዓብዪ ኣበርክቶ ንኽገብሩ እውን ሰሪሖም እዮም ገለ ገለ ናይ ደገ ምኩራት መራሕቲ ኲናት እውን ኣብቲ ሕድሕድ ኲናት ተሳቲፎም እዮም ንኣብነት ሮፍ ስቴይነር ዝተባህለ ሽወደናዊ ንቢያፍራ ንምሕጋዝ ንኣስታት 3,000 ወተሃደር መሪሑ ኣብቲ ኲናት ተሳቲፉ እዩ። ገለ ጀርመናውያን እውን ብገንዘብ ተቖጺሮም ብቐጥታ ዝተሳተፉ ምንባሮም እዩ ዝንገረሎም። ኣብዚ ኲናት ሕድሕድ ናይጀርያ ብዙሓት መራኸቢ ብዙሃን እውን ብገንዘብ ተኸፊለን ሓያል ጽልዋታት ፈጢረን እየን። ብዙሓት ዓለም ለኻውን ጋዜጠኛታት እውን ዝንቡዕ ዝኾነ ፕሮፓጋንዳን ሓሶትን እንዳነዝሑ ኣብ ህልቂት ናይጀርያውያን ታሪኽ ይቕረ ዘይበሃሎ ፍጻሜታት ፈጺሞም እዮም። ገለ ካብኡ ንምጥቃስ ከኣ ሕጂ እኮ ኣብ ኒውዮርክ ዝመደበረን መራኸቢ ብዙሃን ዘይተኣደነ ገንዘብ ብምኽፋል ብማዕከናት ዜናን ካልኦት መራኸቢ ብዙሃንን ንዕላማ ቢያፍራ ብምውዕዋዕ ዓቢ ሽፋን ከም ዝረክብ ገይረን እየን ገለ ካብቲ ዝኸስቦ ዝነበረ ፖለቲካዊ ፕሮፓጋንዳ ኸኣ ማእኸላይ መንግስቲ ኣብ ልዕሊ ህዝቢ ቢያፍራ ዘስካሕክሕ ጭፍጨፋ የካይድ ኣሎ። ወተሃደራት ፌደራል ኣብ ልዕሊ ደቂ ኣንስትዮ ቢያፍራ ጸታዊ ዓመፅ ይፍጽሙ ኣለዉ። ንህዝቢ ቢያፍራ ኣኽቢቡ ብጥሜት ከም ዝውዳእ ይገብር ኣሎ ዝብሉ ኣብ ልዕሊ መንግስቲ ጋውን ሓያል ዝኾነ ጸቕጥታት ይፈጥራ ነበራ እሞ መጀር ጀነራል ጋውን በቲ ዝወርደ ዝነበረ ናይ ማሕበረሰብ ዓለም ጸቕጥታት ተደሪኹ እንታይ ፍታሕ እዩ ክገብር ዝኽእል? ራብዓይ ክፋል ይቕጽል።